ሰላም ተኸታተልቲ እዚ መደብ ከመይ ቀኒኹም? ሎሚ እንዛረበሉ ኣርእስቲ ቆልዑ ምስቲ ድሕነቶምን ውሕስነቶምን ዝተሓሓዝ ምናልባት ወለዶም ወይ ከኣ ኣሌቶም ከይረኣናዮም ብዙሕ ነገር ከጓንፎም ይኽእል እዩ ንሶም እውን ከይነገሩና ወይ ኣቕልል ኣቢሎም ስለ ዝርእይዎ ስቕ ክብሉ ይኽእሉ እዮም ኣቐዲምና ንደቅና እዘን ሎሚ እንዛረበለን ነጥብታት ቆልዑ ኣብ ትሕቲ ዝኾነ ይኹን ኩነታት ኩሉ ግዜ ዋላ ቀሊል ነገር ይኹን ወይ እውን ሸለል ክብልዎ ዝኽእሉ ነገር ኮይኑ እንተ ተሰምዖም ንወለዶም ወይ ንዝኾነ ኣለይቶም ክነግሩ ከም ዘለዎም ክንምዕዶምን ከነረድኦምን ዘለና ክኸውን እዩ። ሰናይ ምክታል። ዝኾነ ይኹን ዓይነት እንስሳ ከምዚኦም ዝነፍሩ ነገራት ወይ ሓሳኻ ድሙ፣ ከልቢ እሞ ድማ ዘይናቶም ወይ ከዓ ዘይፈልጥዎ እንተ ደኣ ተነኺሶም ወይ ኣብቲ ዝተነኽስሉ ቦታ ዝኾነ ይኹን ናይ ቃንዛ ወይ ከም ናይ ቀጭቀጭ ዝብል ስምዒታት እንተደኣ ገይሩሎም ንወለዶምን ንዓሌቶምን ግድን ክነግሩ ከም ዘለዎም ክንነግሮም ይግባእ እዩ። ምኽንያቱ እዚ መንከስቲ እዚ ምናልባት መርዛማት ክኾኑ ይኽእሉ ወይ እውን ከልቢ እንተኾይኑ ንኣብነት ኣብ ደገ ዝነብር ከልቢ እንተደኣ ኮይኑ ቆልዑ ብህፁፅ ረድኤት ክረኽቡ ስለ ዘለዎም ዝኾነ ይኹን ዓይነት መንከስቲ ብዝኾነ ይኹን ዓይነት እንስሳ እቲ ናቱ ከስዕቦ ዝኽእል ሓደጋ እውን በቲ ክርድኦም ዝኽእል በቲ ኩሉ ግዜ ዝጥቀምሉ ቋንቋን ቃላትን ጌርና ከነረድኦም ይግባእ እዩ። ኣብዚ ወለዲ ከነፍርሖም ወይ ክንድህሎም የብልናን ክንጥንቀቕ ይግብኣና እዩ። እቲ ናቱ ኣገዳስነት ነቲ ጥዕንኦም ንህይወቶም ብኣግኡ ረድኤት ክረኽቡ ማዕረ ክንደይ ኣገዳሲ ምዃኑ ግን ክንምዕዶምን ክንነግሮምን ይግባእ እዩ። ኣብ ግዜ ጸወታ ወይ ዝተፈላለየ ዓይነት ስፖርታዊ ምንቅስቓስ ኣብ ዝገብርሉ ግዜ ወይ እውን ዝኾነ ሰብ ከይረኣይዎ ወይ ከይረኣዮም ብድሕሪኦም ብቕድሚኦም መጺኡ ይደፍኦም እሞ ቆልዑ እንተደኣ ወዲቖም ወዲቖም ድማ ብፍላይ ብርእሶም እንድሕር ደኣ ተሃሪሞም ወይ ርእሶም ዝኾነ ነገር እንተደኣ ሃሪምዎም ንወለዲ ክነግሩ ከም ዘለዎም ከነረድኦም ይግባእ እዩ። ሕጂ ቆልዑ ምናልባት ይወድቁ እሞ እቲ ቃንዛ ኣይስምዖምን ወይ ኣይብርትዖምን ይኸውን ኣቕልል ኣቢሎም ክርእይዎ ይኽእሉ ይኾኑ። ሕጂ ብፍላይ ምስ ርእሶም ዝተሓሓዝ ኣዝዩ ሓደገኛ ስለ ዝኾነ፣ ብኣግኡ ረድኤት እንተ ደኣ ዘይረኺቦም'ውን ኣዝዩ ኣሸጋርን ዝተሓላለኸ ጥዕናዊ ኩነታት ከስዕብ ስለ ዝኽእል፣ ዋላ ቃንዛ ኣይሃልዎም ክነግሩና ከም ዘለዎም ወይ'ውን ኣብታ እዋን እቲኣ ንኣብነት ኣብ ቤት ትምህርቲ ክህልዉ ስለ ዝኽእሉ ኣብታ እዋን እቲኣ ንዝኾነ ኣብ ጥቕኦም ዘሎ እኹል ሰብ ክነግሩ ከም ዘለዎም'ውን ክንምዕዶም ምስኡ ተሓሒዝና ድማ ካልእ ክፋል ናይ ኣካላቶም እውን ዝኾነ ይኹን ቃንዛ ይስምዖም እንተድኣ ሃልዩ ብፍላይ ድሕሪ ምውዳቖም ኣብ ዝኾነ ይኹን ክፋል ናይ ኣካላቶም እውን ንቆልዑ ንወለዶምን ኣለይቶምን ግድን ክነግሩ ከምዘለዎም ከነረድኦም ክንነግሮም ይግባእ እዩ። ሳልሳይ ንቆልዑ ከነረድኦምን ግድን ክነግሩና ከምዘለዎም ክንሕብሮም ዘለና ድማ ዝኾነ ዘይፈልጥዎ ሰብ ብተደጋጋሚ ህያባት የምጽኣሎም እንተድኣ ሃልዩ ወይ ብተደጋጋሚ ዝፈትዎ ዓይነት መግቢ፣ ዓይነት መስተ ወይ ብብዝሒ ሽኮራዊ ነገራት ይህቦም እንተድኣ ሃልዩ፣ ካብኦም ቁሩብ ዕብይ ዝበሉ ክኾኑ ይኽእሉ እዮም ወይ እውን እኹላት ሰባት ክኾኑ ስለ ዝኽእሉ፣ እቲ ዕድመ እቲ ጾታ ብዘየገድስ ዘይፈልጥዎም ሰባት ኣብ መገዲ ወይ ኣብ ዝኾነ ይኹን ክረኽብዎም ዝኽእሉ ቦታ ኣጋጣምን ተጠቂሞም ከምዚ ዝኣመሰለ ህያባት ይህብዎም እንተድኣ ሃልዮም፣ ንማማ ኣይትንገራ ንባባ ኣይትንገር ይብልዎም እንተድኣ። ኮይኖም እቲ ዝወሃቦም ዘሎ ህያባት ምናልባት ከይነሕድጎም ወይ ኣዝዮም ስለ ዝፈትውዎ ከይንኽልክሎም ወይ እቲ ህያባት እቲ ኣብ ገዛ ዘይነፍቅደሎም ወይ ዘይንቕበሎ ነገራት ክኸውን ስለ ዝኽእል ከይነሕድጎም ኢሎም እውን ቆልዑ ክሓብእዎ ስለ ዝኽእሉ እቲ ናቱ ሓደጋ ከይሰንበድና ከየፍራሕና ንቆልዑ ከነረድኦም ይግባእ እዩ። ኣብታ ቀዳመይቲ መዓልቲ ብታ ናይ መጀመርያ እዋን ከምዚ ዓይነት ክስተት ዘጋጠመ ድማ ወለዶም ንፈልጦም እሶም ውን ዝፈልጥዎም ሰባት ዋላ ክኾኑ ይኽእሉ እዮም። ንሕና እቲ ምኽንያት እንታይ ምዃኑ ስለምንታይ ኸምኡ ዝግበር ዘሎ ንዕኦም ከነረድኦም ዓቕምን ብቕዓትን ከም ዘለና ውን ብግብሪ ከነርእዮም ይግባእ እዩ። ቆልዑ ኣሚኖምና ዝኾነ ይኹን ሰብ ከምዚ ዝኣመሰለ ሽኮራዊ መግብታት፣ ዝፈትውዎ መግቢ፣ ዝፈትውዎ መስተ ወይ ህያባት ንዓኻ ንዓኺ እንዳበለ ይህብዎም እንተድኣ ሃልዮም ብቐጻሊ ብተደጋጋሚ እንተድኣ ኮይኑ ሓደጋ ክህልዎ ስለ ዝኽእል ንቆልዑ ኣቐዲምና ክነግርሖም ከነረድኦም ክንነግሮም ይግባእ እዩ። ምስዛ ነጥቢ እዚኣ ትመሳሰል ግን ብኣካል ዘይኮነ ኣብ ኦንላይን ዘለዉ ደቅና ብዝተፈላለየ ምኽንያት ቆልዑ ኢንተርነት ተጠቂሞም ኦንላይን ዝህልዉ እንተድኣ ኮይኖም ዋላ ንኣዝዩ ሓጺር ግዜ ወይ ሓጺር ሰዓታት ይኹን ኣብ ኦንላይን ዘይፈልጦ ሰብ ኣድራሽኦም ይሓቶም እንተ ሃልዩ፣ ከዕልሎም፣ ክድውለሎም፣ ክጽሕፈሎም፣ ዝኾነ ይኹን ዓይነት ምስኦም ናይ ምዝርራብን ናይ ምርኻብን ፈተነታት የካይዱ እንተ ሃልዮም፣ ብኣካል ንክረኽብዎም ይዕድምዎም እንተ ሃልዮም፣ ይደፋፍእዎም ወይ ጸቕጢ ይገብርሎም እንተ ሃልዮም፣ ብሓፈሽኡ ድማ። ንዝኾነ ይኹን ብኣካል ዘይፈልጥዎ ሰብ ኣብ ኦንላይን ኮይኖም ይራኸቡ፣ የዕልሉ፣ ይዘራረቡ እንተድኣ ሃልዮም ወይ ዝኾነ ይኹን ሰብ ክረኽቦም ይፍትን ዋላ እንተድኣ ሃልዩ'ውን ቆልዑ ብዛዕባ'ዚ ክነግሩና ከም ዘለዎም ኣጥዒና ክንነግሮም ይግባይ። ሓንሳእ ምስ ነገርናዮም እኹል እዩ ማለት ስለ ዘይኮነ ዕድመ እንዳወሰኹ ክኸዱ እንከለዉን ምስቲ ዕድሚኦም ዝመጣጠን ካብ ኦንላይን ክድሕንሉ ዝኽእሉ ኣብኡ ዘሎ ሓደጋታት'ውን እንዳነገርናዮምን እንዳወሰኽናሎምን ክንከይድ ይግባይ። ወለዲ ንደቅና ግድን ክነብሩና ከም ዘለዎም ከነተሓሳስቦም ዘለና ካልእ ነጥቢ ድማ፣ ዝኾነ ይኹን ሰብ፣ ካብኦም ዝንእስ፣ ካብኦም ዝዓቢ፣ ወይ መዛኑኦም መሰትኦም ይድንድኖም እንተድኣ ሃልዩ፣ የፈራርሖም እንተድኣ ሃልዩ፣ ኣብ ዝኾነ ይኹን ቦታ ብዘየገድስ፣ የዕሩኽቶም፣ መሓዙቶም፣ ዘመድ፣ መምሃራን፣ ጎረቤት፣ ዝኾነ ይኹን ሰብ ይድንድኖም እንተ ሃልዩ፣ የፈራርሖም እንተ ሃልዩ፣ ወይ ሓደ ነገር ብሓይሊ ንኸተግብሩ ወይ ንኽገብሩ ሓይሊ ተጠቂሙ ወይ ጸቕጢ ዝገብረሎም እንተ ሃልዩ እውን ወለዲ ነዚ ንኽነግሩና ቆልዑ ክንርድኦም ከም እንኽእል ሓደ ብግብሪ ከነእምኖም ካልኣይ ድማ ግድን መጺኦም ክነግሩና ከም ዘለዎም መፍትሒ ክንረኽበሉ ከም እንኽእል ንህይወቶም ኣብ ሓደጋ ከይኣቱ ክንከላኸለሎም ምዃኑ እቲ ናቱ ጥቕምን እቲ ናቱ ቀንዲ ዕላማን ንቆልዑ ክንነግሮምን ከነረድኦምን ኣለና። ሕጂ ቆልዑ ነቲ ውሕስነቶም ወይ ኣብ ሓደጋ ንኸይኣትዉ ወይ'ውን ዝኾነ ይኹን ሰብ ጸቕጢ ክገብረሎም ከም ዘይብሉ ምስ ኣረዳእናዮም ከምዚ ዓይነት ተግባራት ዝገብር ሰብ ወይ ትገብር ሰብ ኣብ ህይወቶም እንተ ሃልዩ ምናልባት ወለዲ ዘይክንፈልጥ ስለ ንኽእል ኣብ ዝኾነ ይኹን እዋን መጺኦም ከዛርቡና ብዛዕብኡ ክነግሩና ንሕና ከኣ እቲ ዝግባእ ነገራት ንዕኦም ንምድሓን እቲ ዝግባእ ነገራት ክንገብር ድሉዋት ምዃንና ቀዳምነትና ምዃኑ ውን ንቖልዑ ከነብርሃሎምን ከነረድኦምን ይግባእ'ዩ። ቁሩብ ግብዝ ኢሎም ካብ ገዛ ንቤት ትምህርቲ ካብ ቤት ትምህርቲ ንገዛ ወይውን ካብ ገዛ ናብ ኣዝዩ ደሓን ዝኾነ ርሕቐት ኣለዎ እንብሎ ቦታታት ወይ ከባቢታት በይኖም ክንቀሳቐሱ ዝኽእሉ ወይ በይኖም ዝንቀሳቐሱ ቆልዑ ዘለዉና ወለዲ ድማ ምናልባት እቶም ቆልዑ ጭብጢ ዘይብሎም ክኸውን ይኽእል እዩ። ዝኾነ ይኹን ሰብ ዝስዕቦም ዘሎ ኮይኑ ይስምዖም እንተ ሃልዩ ወይ ዝከታተሎም ኩሉ ሻዕ ዝከታተሎም ክርድኦም ዘይክእል ክገልጽዎ ዘይክእሉ ግን ከኣ ስኽፍክፍ ዝብል ስምዒት እንተ ሃልይዎም ብዛዕባ እዚ እውን ምሳና ክዘራረቡ ከም ዝኽእሉ ግድን ከኣ ክነግሩና ከም ዘለዎም ወለዲ ንደቅና ሓደ ከነተባብዖም ካልኣይ ነቲ ናቶም ድሕነት ምዃኑ ከነእምኖምን ከነርእዮምን ክነግሩና ከም ዘለዎም ክንሕብሮምን ይግባእ እዩ። ብብዙሕ ምኽንያት ቆልዑ ስንባደ ክስምዖም ይኽእል እዩ፣ ጓሂ፣ ሓዘን፣ ቃዝኖት ክስምዖም ይኽእል እዩ፣ ወይ ከምዚ ካብቲ ናይ ንቡር እዋናት ዝተፈልየ ግን ከኣ ክብድ ዝብሎም ስምዒታት ክስምዖም ይኽእል እዩ። ከምዚ ዓይነት ስምዒታት ክስምዖም እንከሎ እውን ንወለዲ ግድን ብዛዕብኡ እንተ ወሓደ ዋላ እቲ ዝርዝራቱ ክነግሩና እንተ እንተ ዘይደለዩ ምኽንያቱ ዝበዝሕ ግዜ እዚ ኣብቶም ጉብዝ ዝብሉ ቆልዑ ከኣ ስለ ዝረኣ ክነግሩና እውን ስለ ዘይመርጹ ወይ እውን ዘይደልዩ ስለ ክኾኑ ዝኽእሉ ግን እንተ ወሓደ እቲ ዝስምዖም ዘሎ ስምዒት ክነግሩና ከምዚ ኮይነ ኣለኹ ከምዚ ከቢዱኒ ኣሎ ደስ ኣይበለንን ኣሎ ኢሎም እውን ክነግሩና ከም ዘለዎም እዚ ተርኣ ነጊሮምና ኣዝዩ ኣገዳሲ ምዃኑ ንሕና እውን ክንርድኣሎም ከም ንኽእል ኣብቲ ሓገዝና ዝደልዩሉ ግዜ ድማ ክንሕግዞም ድልዋት ከም ዘለና ከነረጋግጸሎም ንኽእል ምዃንና ከነእምኖምን ብግብሪ ድማ ከነርእዮም ይግባይ። ናይ መወዳእታ ቆልዑ ግድን ክነግሩና ከም ዘለዎም ንወለድን ንኣለይትን ከነብርሃሎም ዘለና ድማ ዋላ ንኣሽቱ ክመስሎም ይኽእል'ዩ ወይ ውን ሸለል ክብልዎ ዝኽእሉ ጌጋታት እንተ ደኣ ፈጺሞም ብዛዕባ'ዚ ውን ክነግሩና ከም ዘለዎም ንሕና ኩሉ ግዜ ንውሕስነቶምን ድሕነቶምን ደው ንብል ምዃንና መጀመርያ ከነእምኖም ብድሕሪኡ ድማ ናይ ብሓቂ ንኸምኡ ዝተዳለና ስለ ዝኾንና፣ እዚ ግን ክካወን እንተ ደኣ ኾይኑ፣ ቈልዑ ብዛዕባ እዚ ኣቐዲሞም፣ ቅድሚ ንሕና ኻብ ካልእ ምስማዕና፣ ክነግሩና ኸም ዘለዎም ከነእምኖም፣ ከነረድኦም ይግባእ እዩ። ንኣብነት፣ እቲ ጌጋታት ግድን ዓብዪ ጌጋ ክኸውን የብሉን። ዝኾነ ይኹን ጌጋ እንተ ደኣ ተፈጢሙ፣ መፍትሒ ስለ ዘለዎ፣ ከተዐርዮ ስለ እትኽእል፣ ንዝኾነ ይኹን ጌጋ እንተ ተዛሪብካሉ፣ እንተ ደኣ ኣውጺእኻዮ፣ ኩሉ ግዜ መፍትሒ ስለ ዘለዎ ከተቃልሎ ስለ ትኽእል ቀሊል ምዃኑ ከነረድኦምን እዚ ድማ እንተ ነጊሮምና ጥራሕ ብእዋኑ እንተ ብዛዕብኡ ፈሊጥና ክዕረ ከም ዝኽእል እውን ንደቅና ክንነግሮም ይግባእ እዩ። ሓደ ሓደ እዋን ቆልዑ ከይተረድኦም ወይ እውን ክፍትኑ ስለ ዝደልዩ ወይ ከዓ እቲ ናይ ምፍታሽ ድሌታት ስለ ዘለዎም ዋላ እንዳጎበዙ ይምፅኡ ንኣብነት ብጌጋ መድሃኒት ክወስዱ ይኽእሉ እዮም። ብጌጋ ክሰትይዎ ዘይግብኦም ግን ከኣ ንመጀመርያ እዋን ዝጥዕምዎ ዘለዉ መስተ ክጥዕሙ ይኽእሉ እዮም፣ ክሰትዩ እውን ይኽእሉ እዮም። ሕጂ እዚ ኩሉ እንታይ ዓይነት ብድሕሪኡ ሳዕቤን ከምጽኦ ዝኽእል ንሶም ክግምትዎ ስለ ዘይክእሉ ወይ እውን ሸለል ክብልዎ እውን ስለ ዝኽእሉ እዚታት ግን ንወለዲ ክነግሩና ከም ዘለዎም ንሕና ድማ ብኣግኡ ተቓላጢፍና ነቲ ውሕስነቶም ስለ እነቐድም እቲ ክንገብሮ እንኽእል ነገራት ክንገብር ምዃንና ከነረድኦም ክነግሩና ከም ዘለዎም ግን ኣዝዩ ኣገዳስን ጠቓምን ምዃኑ ክንነግሮም ይግባእ እዩ። ብዕድመ ቁሩብ ንእስ ዝበሉ ቆልዑ ድማ ንኣብነት ኣብ እዝኖም፣ ኣብ ኣፍንጭኦም ወይ ኣብ ዓይኖም ዝኾነ ይኹን ነገር እንተደኣ የእትዮም ንኣብነት ናይ ናይ ፍሩታታት ፍረ ወይ እውን ኣብ ዓይኖም ገለ ነገር ሒዞም እንተደኣ ሒዞምዎ ሃልዮም ወይ ኣብ ዓይኖም ገለ ነገር እንተደኣ ኣንጢቦም ወይ እንተደኣ የእትዮም እንተደኣ ኮይኖም ወይ ተነኺፎምዎ እንተደኣ ኮይኖም ንወለዲ ክነግሩና ከም ዘለዎም እዚ ምስቲ ሓደጋ እውን ክኸውን ስለ ዝኽእል ደሓር ከቢድ ሽግር እውን ከምጽእ ስለ ዝኽእል እንዳተሓሓዝና ነረድኦም እቲ ድሕነት እንታይ እዩ እንታይ እንታይ ስለ ነጊሮሙናኸ እንታይ እዮም ዝረብሑ ብምንጋር ንቆልዑ እዚታት ከጋጥም ዝኽእል ሓደጋ ከጋጥም ስለ ዝኽእል ክፍትንዎ ክብሉ እውን ክገብርዎ ስለ ዝኽእሉ እቲ ተግባር ዘይኮነ እቲ ምግባሮም ብድሕሪኡ መጺኦም ንዓና ብምንጋሮም ግን ንሕና በቲ ተግባር ወይ በቲ ጌጋ ከምዘይንድህሎም ከምዘይንቐጽዖም ናብ ፍታሕ ንኽኸዱ ህጹጽ ዝኾነ ሓገዝ ዘድልዮም ወይ ረድኤት ዘድልዮም እንተርኣ ኮይኑ ድማ ድሕሪ ምንጋሮም ክንፈልጥ ስለ እንኽእል ቆልዑ ክነግሩና ከምዘለዎም ኩሉ ግዜ ክንነግሮምን ከነተባብዖምን ይግባእ እዩ። ስለዚ ወለዲ ብዛዕባዚ ንደቅና ነዘራርቦም ከም ዘለና ከከም ዕድሚኦም በቲ ዝርድኦም በቲ ኩሉ ግዜ ዝጥቀምሉ ቃላት ተጠቂምና ንነግሮም ምህላውና ንሕና ውን ከነረጋግጽ ይግባእ እዩ። ቆልዑ ናባና ክቀርቡ ተረኣ ኮይኖም ዝኾነ ይኹን ነገር ክነግሩና እንተረኣ ኮይኖም ድማ እቲ ተግባር ድሮ ኮይኑ እዩ ኣብ ዝኾነ ነገር ኣብ ጥፉእ ኣይትዛረብ ኩፉእ እኳ ዝበሃል ሕጂ ኮይኑ ስለ ዝኾነ በቲ ኣብኡ እነርእዮ ግብረ መልሲ ድማ ክነግሩናን ዘይክነግሩናን ስለ ዝውስኑ ወለዲ ኩሉ ግዜ ኩሉ ዝኾንዎ ዝሰምዕዎ ዝረኣይዎ ወይ ውን ኣብ ነብሶም ዝወረደ ነገራት ክነግሩና እንተደኣ ኮይኖም ክንሰምዖም ከለና ንሕና እንታይ ዓይነት ግብረ መልሲ ነርእዮም ስለ ዘገድሶም ናቶም ጌጋ ምዃኑ ዓሰርተ ግዜ ከይንደጋግመሎም ብዛዕብኡ ሕማቕ ከም ዝስምዖም ንገብር ከይንህሉ ምጥንቃቕ የድልየና እዩ ምኽንያቱ ሎሚ ክነግሩና ከለዉ እቲ እነርእዮ ግብረ መልሲ ጽባሕ ተመሊሶም ይነግሩና ዶ ኣይነግሩናን ንኽውስኑ ቀረባ ስለ ዝኾኑ ንኽውስኑ እውን ዓቢ መርትዖን መረጋገጽን ስለ ዝኾነ እቲ ናህና ግብረ መልሲ እውን ከነስተውዕለሉ ኣብኡ ነቒሕና ብንቕሓት መልሲ ክንህብ ኣዝዩ ኣገዳሲ እዩ። ተኸታተልቲ እዚ መደብ ናይ ሎሚ ቪድዮ ኣብዚኣ ክውድእ እየ። ኣብ ዝመጽእ ብኻልእ ትሕዝቶ ክሳብ ንራኸብ ሰላምን ቅሳነት።